መስተን ካብ ኢትዮጵያ ክውፀላ ድሓር ዘኩሉ ዓመት እያ ነይራ ኣብ ኤርፖርት ተታሒዘ ተኣሲረ ተታሒዘ ተመሊሰ ማለት እዩ ዝተመለስኩም ዝተኣሰርኩም ቅድሚ ምእሳሮም ትፈልጥያ መሓዛ ክያቶ ኪማትክ ተባሂለ መሓዛ መሓዛ መሓዛ መሓዛ ሰላም ሰላም ከመይ ውዒልኩም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘለኹምዎ ድማ ሰላም ክትኾኑ በዓልቲ ሙሉእ ተስፋ እየ። ናብ ዩቱብ ቻነለይ ዝመጣኹም ሓደሽቲ ዝኾንኩም ሰብስክራይብ ምግባር ኣይትረስዑኹም። ሰብስክራይብ ልገርኩም ድማ ላይክ ምግባር ኣይትረስዑኹም ማለት እዩ። ናይ ድማ ሓንቲ ቪድዮ ድማ ፍሉይ ብዝበለ ኣርእስቲ መፅየኩም እኒኹ ኣይሆፕ ተስፋ ይገብር እስከ መጨረሻ ሰሚዕኹም ብዙሕ ክትመሃሩሉን ሰሚዕኹም ለፋን ክትብሉሉ ተስፋ ይገብር ማለት እዩ።
ተረዲካኒ ሽዑኡ ወርሕን ሰለስቶምን ተኣሲረ።
ትሽሕን ዕስራን ሰለስተን እዩ።
ትሽሕን ዕስራን ሰለስተን ወርሕን ሰለስተ ሰሙንን ክእሰር ከለኹ እቲ ሽዑ ክኸይድ እንከለኹ ናብቲ ቦታ ናብቲ ሓሲበዮ ዝነበርኩ ቦታ ንብረተይ ሸይጠ ገለመታት ብዙሕ ነገር እዩ ከም ብሓድሽ ታተይ ኢለ ኣብ ኢትዮጵያ ጀሚረ ወርሕን ሰለስተ ሰሙን እያ እያ ሓዳሽ ኮይነ ምክንያቱ ከም ብሓድሽ እየ ሀ ኢለ ጀሚረ ሓደ ርእሰይ ዳሜጅ ኮይኑ ኩሉ ዝሓሰብክዎ ነገር ክኾነለይ ኣይከኣል
እዚ ደኣ ብዛዕባ እንታይ ኢኺ ትዕልልና ዘለኺ ስለምንታይ ኢኺ ቪድዮ ሒዝኪ መፂኺ ትብሉኒ ሰባት ማለት እዩ ገርሚላ ትበሃል ኣርቲስት እያ ኤርትራዊት ማለት እዩ ኣብ ግጣሚ ኮይኑ ኣብ ኣዲስ ኣበባ ነይራ ኣብ ኣዲስ ኣበባ ክትነብር ከላ ንደገ ክትወፅእ ትሓስብ ነይራ ማለት እዩ ካብ ኢትዮጵያ ጠቕላ ንደገ ክትወፅእ ኩሉ ነገራ ኣቑሑታ ንብረታ እንዳለ ሸይጣቶ ማለት እዩ ስለዘይትምለስ ስለ ኢትዮጵያ ስለዘይትነብር ድሓር ግን ከምዚ ክትገብር ከላ ብጣዕሚ ትፈትዋ መሓዛኣ ነይራ ኩሉ ነገር ድማ ንዓኣ ተዕልላ ነይራ ከምዚ ክገብር እየ ካብኡ ከምዚ ክገብር እየ ዕለት ክንድዚ ከዓ ከምዚ ከምዚ ፍፃሜታት እኒአኒ ገለ መለ ትብላ ነይራ ድሓር ድማ ከምዘይትወፅእ ገይራ ቆሊፋታ ማለት እዩ ጠቂማታ ገለ መለ ኣብ ኢትዮጵያ ከዓ ጥቆማ ትፈልጥዎ ኢኹም ከመይ ዓይነት ከም ዘጥቅዕካ ዋላ ኢትዮጵያ ዋላ ካሊእ ቦታ ይኹን ከመይ ገይሩ ከም ዘጥቅዕካ ብጣዕሚ ከቢድ እዩ ማለት እዩ እና ጠውቂማ ክትወጽእ ከምዘይብላ ከምዚ ከምዚ ኒኢራ ከምዚ ከምዚ ኒኢለላ ኣምክንያ ድያ ብጉቡእ ጌራ ድያ እቲ መንገዲ ንክሰናኸል ገይራትላ መሓዛኣ ማለት እዩ ሕጂ ተኣየ ክብለኩም ደልየ ኩለን መሓዛን ከምኡ ይገብራ እየን ማለት ኣይኮነን ኩለን መሓዛ ከዓ ጥዑያት እየን ማለት ኣይኮነን ዳርጋ መብዛሕትኡ ግዜ ህይወትካ ንኸተስተኻኸል ከመይ ጌርካ ክትዓቢ ከም ዘለካ ከመይ ጌርካ ብሓደ ህይወት ክትምስርት ከም ዘኒኤካ ከመይ ጌርካ መስኪትካ ዝኾነ ኣብ ዝሐሸ ቦታ ንኽትርከብ ክልቴኻ ዝፅዕራ መሓዙት ብጣዕሚ ብዙሓት ኣለዋ ካብኡ ካብ ምሕዝነት ሓሊፉ ስድራ ቤታዊ ቤተሰባዊ ዝኾነሉ መሓዙት ዘለዋ እየን እዚ ኣብ ግምት ብምእታው ማለት እዩ። ንስኻ ክልቴኻ ስለ ዝተፋለጥካ ብድሕሪኡ ስድራኻይ ስድሮኦይ ስድ- ስድራኻይ ስድራኣይ እ፣ ሓውካይ ኣሓዋ ንዓኣይ ቤተሰብ በቃ ከምዚ ካብ መሓዛይ ክትብሎ ሓወይ ምንኣሰይ ወይ ምዕባየይ ወይ መሰታይ ክትብሎ ዝቐርበሉ ብዙሕ ሰብ ኣሎ። እ፣ ብኡ ልክዕ ድማ እ፣ ትሕቲ መሬት ንኽነብር ትሕቲ ሰብ ልዕሊ ዝኾነ ነገር ንክትኸውን ትሕቲኡ ሃበኒ ንክትብሎ ናቱ ባርያ ንክትከውን ገዝኡ ከይድካ ገለ መለታት ንክትገብር እምበር ኣብ ገዛኻ ኮይንካ ንከይትኸውን ዝደሊ መሓዛ ከዓ ኣሎ እዩ ማለት እዩ እና ሓደ ሓደ መሓዛ ንጥቕምኻ ንከይጎለካ ምናምን ኢልካ ትልጠፎ ነገር ኣሎ ሓደ ሓደ ድማ ፍቕሪ ሒዝካ ምስኡ ወይ ድማ ምሕዝነት ወይ ድማ ዝሓለፍካዮ ነገራት ርኢኻ እንትን ትብለሉ ነገራት ኣሎ ሕጂ ኩሉ መሓዛ ጎዳእ እዩ ማለት ኣይኮነን ኩሉ መሓዛ ከዓ ይጠቅም እዩ ማለት ኣይኮነን ብዙሕ ልጎደእካ ሰብ እኒኦ ብዙሕ ከዓ ብልክዕ ዝጠቅመካ ሰብ እኒኦ ማለት እዩ
ኢብዞ ድሕሪ ግዜ ታይ ዝጠቆመት ንሰብ ምኳና ፈሊጠ መሓዛ ክደ በቃ መሓዛ ኢንታይ ዝነበረት ሰብ ንሳ ጠቂማትኒ ማለት እዩ ሕጂ ንሳ ኣነ እየ ጠቂመኪ እኳ ተሪር በለትኒ መጺኣ ግን ይቅሬታ ሓቲታትኒ ካብ ባዶ ተበጊሱ ሰብ ከኣ ይቅሬታ ክሓተካ ኣይክእልን እዩ ስለ ዝጠፈኣኪ ምክሪ እንዳበለት ጥራይ እያ እንዳበከየት ይቅሬታ ትሓተኒ ነይራ እቲ ሽዑ ሰዓት ግን በቃ ኩሉ ነገር ከኣ ምስ ኣተሓሓዝክዎ ከኣ ናይ ልበይ ናይ ኩሉ ነገር ድዕላ ሰብ ስለ ዝነበረት ምስኣ ተተሓሒዙ ማለት እዩ በዚ ጉዳይ እዚ ከኣ ሽዑ እቲ ኬዝ ስለ ዘይተዓጽወ ናይ ክልተ ሽሕን ዕስራን ሓሙሽተን ሰጊኡ። እቲ ናይ ክልተ ሽሕን ዕስራን ሰለስተን ዘዓንቀፈኪ ነገርሲ ምስኡ ምትሕሓዝ። ምስኡ ምትሕሓዝ እዩ ነይርዎ። ምስ ጸውዑኒ ሰንቢደ ምስ ገርኩ ናብ ፍርድ ቤት እዚ ኬዝ ስለ ዘይተዓጽወ ኢሎም ፈሪዶም ንማዕልቲ ንሰለስተ ወርሒ ሰለስተ ወርሒ ምሩ ሰለስተ ወርሒ እያ ሰለስተ ወርሒ ኣብ ቃሊቲ ሓጺርዋ ከማን ከቢድ እስርቤት ማለት ምስ ፍሩዳት ምእሳር ዝኸበደ ነገር። ከምቲ ክትሪእዋ ከምቲ ክትሰምዕዋ ዝፀናሕኹም እያ ማለት እዩ ኣብ ቀሊት ከም ተኣሰረት ብሰንኪ መሓዛኣ ከም ዝኾነት መሓዛ ሽግር ከም ዝገጠመትላ ምናምን እንታይ እዩ ሓደ ሓደ ሰብ ንኤ ሓሳድ ስለ ዝኾነ እዩ እምበር ንዚኣ ስለዘተሐዘታ ወይ ፀገም ስለ ዝገበረትላ እሳ ትጥቀሞ ነገር ዋላ ሓንቲ የለን ዜራ ምስ ሳንቲምሲ የለን እኳ ደኣሲ ሶሪ ይቅርታ እኮ ዳእሲ ከምኡ ብምግባራ ስለ ንሱ ንክትሓስብ ወይ ድማ ፀፀት ወይ ድማ ረብሻ ተዘይኮይኑ ክስማዕካ ፅቡቅ ዝስምዐካ ወይ ደስ በሃሊ ስምዒት ዝስምዐካ ስምዒት የለን መሓዛይካ ይኹን ዋትኤቨር ንዝኾነ ይኹን ሰብ እንድሕር በዲልካ ኮይንካ እንድሕር ሕማቅ ጌርካ ኮይንካ ትጥቀሞ ጥቅምም የለን ዝስምዐካ ሰላምም የለን እኳ ዳኣ ብኣንፃሩ ነቲ ሰብ እንድሕር ኣስዒብካዮ ኮንካ እንድሕር ምሳኻ ብመውዓሉ ደስተኛ እንድሕር ደኣ ኮይኑ ኣብ ሂወትካ ጽቡቕ ነገር ሼር ዝገብረልካ እንድሕር ኮይኑ እስኻ ብኡ ልክዕ ኣብ ሂወቱ ሼር እንድሕር ትገብረሉ ኮንካ ትመጋገም እንድሕር ኮንካ ነንባዓልትኻ ከምዚ ብርሃንን ፀሓይን ሓደ ተኽሊ ይኾኑ ኣለዎ ማለት እዩ ስለዚ ሓንቲ መልእኽቲ ከዓ ከመሓላልፋ ደልኒ እኹ ማሓዛና ይኹን ወለድና ይኹኑ ኣዴና ትኹን ኣቦና ትኹን እሱሞ ይቅር ንነብስና ከማን ልኾነ ነገር ክንሓስብ ከለና ሙሉእ ብሙሉእ ኣይንንገራ ሪሊ ናይ ብሓቂ እየ እዚኣ ነጥቢ ክትገብሩለይ ይሓ እደሊ ማለት እዩ ኣይኮነን ንመሓዛና ንዴና ነቦና ንሓውና ንነብስና ከማን እቲ ንሓስቦ ነገር ወይ ድማ እቲ ክንገብሮ ንደሊ ነገር ብሙሉእ ኣይንንገራ ብኡ ነገር ብኡ ልክዕ ንነብስና ተዘይነገርናያ ንስድራና ልክዕ ኣለዎ ማለት እዩ ንማሓዛና ልክዕ ኣለዎ ማለት እዩ ዝኾነ ነገር መገሻ ክትሓስብ ከለኻ ከዓ ንባዕልኻ ከማንስ ሹር ክትከውን ኣይትኽእልን ዝኾነ ነገር ከየጋጥመኒ ምናምን ዝኾነ ነገራት ክሓስብ እምበር ሹር እንድሕር ኮይንካ ኮይንካ ነብስኻ እንድሕር ነጊ ከምኡ ኮይና ልዕልነት ሓደ እንድሕር ነጊ ኮይንካ እቲ ካሊእ ሰብ ንዓኻ እንታይ ይሓስብልካ ኣይትፈልጥን ኢኻ ኩሉ ሰብ ከማኻ መሲሉ ስለ ዝስምዐካ ከማኻ መሲሎም ዝነብሩ ሰባት ናትካ ደስታ ናትካ ሰላም ናትካ ፍቕሪ ዝደልዩ ሰባት ብዙሓት ሰባት ኣለዉ ያ ኦፍኮርስ ግን ብልክዕ ከዓ ተረጊፅካ ንክትነብር ዝደልዩ ሰባት ከዓ ኣለው ከም ዕምበባ ኮስኪሶም ማይ ማስትዮም ተኸናኺኖም ርስሓት ከይትፈጥር ኣፅርዮም ብዙሕ ነገር ገይሮም ዕውዮም ፍረ ሪኡ ደስ ዝብሎም መሓዙት ኣለው ብዙሓት ዋላ ካብ ኣሕዋትና ዋላ ካብ ከባቢና ምናምን ሲ ክንርኢ ንኽእል ኢና ማለት እዩ እና ካብ ዓበይቲ ኣሕዋትና ገለ ሕጂ ከምኡ ልገብሩ ኣለው እዮም ብኡ ልክዕ ከኣ ሓሪርካ ኣምሲልካ ውን ሰላም ምስኪነይቲ ወይ መዓረይ ናይ ሲዳና ትሕዝነካ ድያ ምናምን ልብለካ ሰብ ከኣኒ ወዲእካ ክርእየካ ዝደሊ ሰብ ከኣ ብኡ ልክዕ እኒኤና ዝኾነ ነገር ክንናገር ከለና ወይ ዝኾነ ነገር ክንሰርሕ ከለና ኣይኮነ ንመሓዛና ንሓፍትና ንሓውና ነቦና ዲድና ንነብስና ሙሉእ ብሙሉእ ተዘይትንነግራ ምናልባት ገለ ነገር ክፍጠር ይኽእል ልብል ንእሽተን ዝኾነ ነገር ንክመፅእ ከሎሲ ነብስና ቀልጢፍ ንክቕበሎሲ ተፅዕኖ ኣለዎ ዝኾነ ነገር ሽፍት ኮንካ ግን ሽዕኡ ፌል ክገብረልካ ከሎ ነብስኻ ናይ ምቕባል ነገራት የብሉን ትህሰ ኢኻ ማራ ኢኻ ትህሰ ገለና ስለዚ ከምኡ ተንገብር ፅቡቅ መሲሉ ይስምዐኒ ሓደ ካብ በዲላሃኒ ጌራትኒ ከምዚ እንዲያ ከምዚ እንዲያ ካብ ምባል ኩሉ ነገር ደረት ክህልዎ ኢልና ንሓስብ ብፍላይ ንፈርሖ ወይ ንጠራጠሮ ሰብ ተኮይኑ ከም ሻሙ ኢልና ተዘይንናገሮ ይሓሸና ማለት እዩ ቢኒ ባይ ዘ ወይ ሓደ ሓደ ሰባት ምስ ወዲ ተባዕታይ ዕርክነት ልገብራ ኣለዋ ምናምን እዚ ብዙሕ ሰብ ይፅየፍ ገለመለ ኣነ ከምኡ ዓይነት ዝፅየፍ ሰባት ብጣዕሚ እዩ ዝፅየፉ ማለት እዩ ንዓይ ደስተኛ ልገብረኒ ንዓይ ሓጎስ ልፈጥረለይ ሰብ እንድሕር ኮይኑ ዝኾነ ይኹን እንስሳ ንምንታይ ዘይኸውን ዓርከይ ትኾነ ሽግር ለሎ መሲሉ ኣይስምዐኒ እና ንዓና ደስ ዝብለና ሓጎስን ደስታን ለምፅልና ናትና ሓጎስ ናትና ምዕባለ ናትና ሓፍ ምባል ዝደሊ ሰብ ተንቐርብ ብሓንሳዕ ኮይና ሸር ጌርና ተንነብር ተሓጋጊዝና እሂን ምሂን ኢልና ምስቲ መሓዛና ቀሊል ነገር ኣይኮነን ምሕዝነት ማለት እና ብዙሕ ነገር ናይ ክልቴኻ ተመሳሳሊ ነገር ውህደት ዝፈጥረሉ ወይ ድማ ኣብቲ ዘይምርኻብ ትራኸበሉ እሞ ተስማዕሚዕኻ ትኸደሉ በቲ ዘለካ ኣፈላላይ ተስማዕሚዕኻ ብሓንቲ ዓቕ ኮንካ እንጀራኻ ተኣርየሉ ነገራት ትፈጥር እንድሕር ኮንካ ብዝተኻለካ መጠን ጥንክር ኢልና ተንነብር ፅቡቃት ይኽለኩም ይደሊ ካብኡ ደለ ኣይንሓስብ ብጃሆም ማለት ኣይንሓስብ በቃ ንሕና ከመይ ጌርና ካብቲ ዘለናዮ ቦታ ተላዒልና ክንከድ ኣለና ኢና ክንብል ዘለና እምበር ንሱ ሓደ ሰብ ስለ ዝተለዓለ ኣይኸዲ እናበልና ብነዊሕ ገመድ ኣሲርና ናብ በዓልና ክመፅእ ምግባር ትኽክል መሲሉ ኣይስምዐኒ ኩለና ድኽነት ተቋሓምናያሲ ሓጢኣት እዩ ንምባል እዩና ስለዚ ናይ ሎሚ ሓንቲ እዚኣ ትመስል ነይራ ኣይንሓስድ ኣይንቕናእ ናይ ሕሰብ ሓጎስ ይሕጉሰና ስለሰብ ደስተኛታት ንኹን ነብስና ንፍቶ ክብለኩም ይደሊ ናይ ሎማዓንቲ ቪድዮይ እዚኣ ትመስል ነይራ ሰሰናዩ ንዓኹም።